ብስም ጎይታና ኢየሱስ ክርስቶስ ብስም ኣቦኡን ብስም መንፈስ ቅዱስን ሓደ ኣምላኽ ብስመ ስላሴ ዘለኣለም ስላሴ ፍትዋት ኢትዮጵያውያን ፍትዋት ኤርትራውያን ፍትዋት ስድራ ከመይ ትጸንሑታ ሰላመ ፈጣሪ ምስ ኩላትና ይኹን ሎማዓንቲ ሒዘልኩም ዝመጻኹ ዛዕባ ናይ ቂም ሓይሊ ልብል ክኸውን እዩ ማለት እዩ ናይ ቂም ሓይሊ ሓይሊ ቂም ክንሪኦ ኢና ማለት እዩ ካብ ኩሎም ሓጢኣታት ዝኸፍአ ሓጢኣት ኮይኑ ነግንዮ ቂም ክኾን እዩ ማለት እዩ እና ናይ ቂም ሓይሊ ክንሪኦ ክንምክሩ ኢና ሃም ኣምላኽና ቅዱስ ፍቓድ ማለት እዩ ናይ ሚስጢር ኣምላኽ ሚስጢሩ ይግለጸልና ንኣይ ሓጢኣተኛ ናይ ኮልታፍ ኣንደበት ናይ ኣቦታተይ ናን ጴጥሮስ ናን ጳውሎስ ኣንደበት ይግበረለይ ናትኹም ናይ ልቢ ሊድያ ዝኸፈተ ኣምላኽ ልብኹም ኸፊቱ ሚስጥሩ ክርደኣኩም ክትም ከተፍርይሉ ሰላሳ ሱሳ ሚእቲ ፍሪኹም ንመንግስቱ ወረስቲ ንምዃን ከብቀዐኩም ሰናይ ፍቓድ ናይ ኣምላኽና ይኹነልና። ኣብ ናይ ቅዱሳን ታሪኽ ነግንዮ ሓደ ታሪኽ እኒኦ ማለት እዩ ናይ ቂም ሓይሊ ኣብዚ ታሪኽ እዚ ክንሪኦ ክንምኩር ኢና ብመጀመርታ ማለት እዩ እዚ ታሪኽ ኣርባዓ ዓመት ሙሉእ ጸሎት ጸልዮም ጸሎቶም ለይተሰምዐ ኣቦ ክኸውን እዩ ማለት እዩ ኣርባዓ ዓመት ሙሉእ ጸሎት ጸልዮም ግን ጸሎቶም ኣምላኽ የሰምዖም እዩ። ኣምላኽ ንሕቶኦምን መልሲ የመለሰሎም እዩ። ኣርባዓ ዓመት ሙሉእ ተዓጽዮም ብተጋድሎ ብትሩፋት ብትርምቲ እግዚኣብሔር ከሐጉስ እየ ኢሎም እግዚኣብሔር ናይ ኢየሱስ ክርስቶስ ስቕላቱ መንከራታቱ ናሓሰዉ ናተጋደሉ ንኣርባዓ ዓመት ጸሎቶም ለይተሰምዐ ኣቦ ታይ እዩ እዚ ሚስጥር ተይልና ኣርብዓ ዓመት ሙሉእ ጸልዮም ይብሎም ግን ጸሎቶም እግዚኣብሔር መሊሱሎም ንሕቶኦም ኣይፈልጢ ጸሎቶም ሰሚዕዎ ተቐቢልዎ ኣይፈልጢ ሓደ ግን ሓደ ህፃን መፂኡ በዓት ተዓፅዩ ሓደ ፈላሲ ወፅዩ ሓደ ዓመት ሙሉእ ምስ ጸለየ ግን እግዚኣብሔር ንሕትኡ መሊሱሉ እግዚኣብሔር ደማ ተገሊጹሉ ማለት እዩ እና ሙሉ ለይቲ ምስ እግዚኣብሔር እናዋግዐ ምስ እግዚኣብሔር እናተዛረበ እግዚኣብሔር ሕቱ እናመለሰሉ ዞም ኣቦ ይሰምዑ እና ዞም ኣቦ ከይዶም ኣታ ሎማዓንቲ ሙሉእ ለይቲ ሲ ምስ መን ኢኻ እናተዛረብካ ሓዲርካ ዝወደይ ሙሉእ ለይቲ ሎማዓንቲ ምስ መን ኢኻ እናተዛረብካ ሓዲርካ ዝወደይ ምናምን ኢሎም ምስ ጠየቕዎ ኣቦይ ምስ እግዚኣብሔር እግዚኣብሔር እኮ ተገሊጹለይ ንሕቶይ መሊሱለይ ጸሎተይ ሰሚዕዎ እግዚኣብሔር ኢሉ መሊሱሎም ማለት እዩዋ ንስኻ ሓደ ዓመት ጸሊኻ ጸሎትካ ሰሚዑካ ኣነ ኣርባዓ ዓመት ሙሉእ ጸሎት ጸልየ ለይት ጸሎተይ ለይተሰምዐ እግዚኣብሔር ተገሊጹለይ ለይፈልጥ እግዚኣብሔር ሕቶይ መሊስዎ ለይፈልጥ ሲ ሃመይ ጌረ ሓደ ዓመት ሙሉ ንኣኻ ሕቶኻ ተመሊሱልካ እግዚኣብሔር ክግለጸልካ ክኢሉ ኢሎም ግራ ኣትዎም ማለት እዩ ዋ እንድዒ ኣቦይ ኣነ ግን ምስ እግዚኣብሔር ኢና ተዘረብኩ ሓዲረ ሎማዓንቲ ሙሉእ ለይት እሞሲ እስቲ ጠይቆ ንእግዚኣብሔር ናትኻ ጸሎት ተሰሚዑስ ንኣኻ ተተገሊጹልካሲ ሰናይ ጽቡቕ እና ጠይቐለይ እስቲ ኣርባዓ ዓመት ሙሉ ጸልዮም ኣባ ንምንታይ ኢኻ ለይተገለጽካሎም ንኣየ ግን ኣብ ሓደ ዓመት ሙሉ ጸልየስ ብሃመይ ተገሊጽካለይ ኢልካ ጠይቆ ኢሎሞ እዚ ህፃንም ናብ ጸሎቱ ናብ ባዓቱ ኣትዩ ንእግዚኣብሔር ምስ ጸለየ ጎይታይ እግዚኣብሔር ሆይ እዞም ኣቦ ኣርባዓ ዓመት ሙሉእ ተጋዲሎም ኣርባዓ ዓመት ሙሉእ ንኣኻ ኢሎም ብዙሕ መንከራ ተቐቢሎም ብዙሕ ትሩፋት ሰሪሖም ብዙሕ ትህርምቲ ተተሪሞም ግን ንምንታይ ኢኻ ለይተገለጽካሎም ንምንታይ ኢኻ ጸሎቶም ለይሰማዕካዮ ንምንታይ ኢኻ ንሕቶኦም ለይመለስካ ናየ ግን ኣብ ሓደ ዓመት ሙሉእ ተቐቢልካለይ ንሕቶይ መሊስካዮ ጸሎተይ ሰሚዕኻኒ፣ ንምንታይ ኢኻ ተገሊጽካለይ፣ ንኦም ለይተገለጽካ ኢሉ ምስ ሓተቶ፣ ኣምላኽ ላም መሊሱ እንታይ ኢልዎ ማለት እዩ ካብ ብቆልዕነቶም ኣብ መጀመርያ ሲ ኣብ ዓዶም ቅድሚ ናብ ገዳም ምምጾም ቅድሚ ምንኳሶም ምስ ዝኾነ ሰብ ቂም ነይርዎም ምስ ዝኾነ ሰብ ለይተዓረቑ እዮም መፂኦም ናብዚ ገዳም እዚ ይቅርታ ከይበሉ ይቕረ ከይበልዎ መፂኦም መንኪሶም እና ኣርብዓ ዓመት ሙሉእ ዝጸለይዎ ጸሎት ዝጸለዮ ጸሎት ኮንቱ እዩ ኣርብዓ ዓመት ሙሉእ ኮንቱ ደኺሙ እዩ ምንም ኣይተቐበልኮ እዩ ምንም ኣይሕሰወልይ ዜሮ ኢልዎም ማለት እዩ ዜሮ ኢልዎ ናይኻ ግን ካብ ቂም ስለ ነፃኻ ኣብ ሓደ ዓመት ተገሊፀልኻ እዞም ኣቦ ዝኣቦ እሱ ግን ዝፈላሲ ግን ዝኣቦ ኣርብዓ ዓመት ሙሉእ ዝተጋደሎ ተጋድሎ ዝተሰርሖ ትሩፋት ኩሉ ኮንቱ ኮይኑ ኢልዎ ማለት እዩ እና ናይ ቂም ሓይሊ ኣብዚ ንሪኦ ኣለና ቂም ማለት ሓይላ ብዙሕ ትሩፋት ሃምገዎ ዝኾመርናዮም ፅድቅታትና ከንቱ ልገብር እዩ ማለት እዩ ብዙሕ ዝሰብሰብናዮ ፅድቅታት ብዙሕ ዝሰራሕናዮ ስራሕ ከንቱ ልገብር እዩ ናይ ቂም ሓይሊ ኸንድዚ እዩ ማለት እዩ ብካልኣይ ንሪኦ ታሪክ ኣቦና ኣውነ ውስጣውጢስ ዝበሃሉ ናዮም ደቀ መዛምርቲ ነበረ ሓደ ኣቦ ነይሩ ማለት እዩ እና ምስ ዝኾነ ሰብ ተዋኢሱ በዲሉኒ ኢሉ ቂም ሒዙሉ ማለት እዩ ቂም ምስ ሓዘሉ ኣቡነ ዩስጣጢዮስም ናይ ቂም ሓይሊ ስለ ዝፈልጥዎ ዝወደይ ይቕረ ኢኻ ይቕረ ደኣ በሎ ይቕረ በለኒ ኢልካ ከድ ንገሮ ይቕረ ክብለካ ይቕርታ ግበረለይ ኢልካ ከድ ውደቐው እግሩ ለምኖ ኢሎሞ ኣነ ይልሙነይ ንሱ እዩ በዲሉኒ ሃመይ ገይረ እሱ በዳሊ ናሃለይ ኣነ ይቕረ ልብሎ ኢሉ እወ ንዓለይ ልገብር ኢሉ ከይሰምዖም ልቦ ልቦን ደንዲኑ ይብሎና ልቦን ደንዲኑ ኣምዚ ንዓለይ ልገብር ንብሎ ማለት እዩ ንዓለይ ልገብር ኣነ እንታይ እንታይ እትዎም ንባዕሎም ዘይገብሩ ኢሉ ምንም ክቕበሎም ይኽኣል እዩ ሓሳቦምና ንባዕለይ ሓሳብ እዩ ዝኽተል ኢሉ ከይተዓረቐ ምስኦም ኸይዱ ማለት እዩ ናኸደ ናሃለየ ኣቦና ኣቡነ ኤስጣጥዮስ ባሕሪ ክሻገሩ ተለዉ ሃምዘ ንሕና ብጀልባ ንኸዶ እሶም ብጀልባ ይኾኑ ይልኸዱ ነይሮም እና ኣብ ኣርሜንያ እዩ መቓብሮም ኦረዲ እዞም ኣቦ መስከረም ዓሰርተ ሸሞንተ ድማ በዓል ዕረፍቶም እዩ ወርሓዊ መዘከርተኦም ድማ ዓሰርተ ሸሞንተ ማለት እዩ ናብ ኣርመን ናኸዱ ማለት እዩ ኢትዮጵያዊ እዮም ወረዲ ኣቦና ኣብዚ ኢትዮጵያዊ ትግራዋይ ምዃኖም ኢሉ ንገረሎም እና ናብ ኣርመንያ ናኸዱ ንሃለዩ ባሕሪ ክሻገሩ ተሎ ብመንፀፍ እዮም እና ዝኾነት መንፀፍ ነይራቶ መንፀፍ ኣቢሎማ ሃኡ ብኣ እዮም ልኸዱ መንፀፍ ኣንፂፎም እዮም ብባሕር ልኸዱ እና እዛ መንጸፍ ምስ ኣንጸፍዋ ናብዛ መንጸፍ ደይቦም ብባሕር ናኸዱና ኣለዩ ምስ ደቀ መዛሙርቶ ማለት ምስ ተማሃሮኦም ኣብኡ እዚ ይቕረበል ዝተባሃለ ሰብ ናኸዱ ናሃልዩ ካብዚ ባሓሪ ካብዛ ምንጻፍ ወዲቑ ናብ ባሕሪ ኣትዩ ማለት እዩ ናብ ባሕሪ ምስ ኣተየ ኣቡነ ዩስጣጢስ ጸጥ ኢሎም ሃምለይ ረእይዎ ሃምለይ ፈለጡ ጸጥ ኢሎም ናኸዱ ኣብኡ ዞም ደቆም ተንጨሓጭሖም ዞም ደቀ መዛሙርቲ ተጨሓንጭሖም ቧ ድምፂ ኣስሚዖም ኣጉርምሪሞም ዋ ኣባ ኣባ ኣድሕኖ ኣባ ኣባ ወዲቑ እኳ ሞይቱ እኳ ሓውና ኣድሕነና ኣባ ገለ ኢሎሞ ዋ መኣዝ ዝሃም ለይፈለጡ መኣዝ እዩ ወዲቑ እንታይ ኮይኑ ወዲቑ ገለ ኢሎሞ ወዲቑ እኮ ኣባ ገለ ኢሎሞ በቃ እሞ እሞ ኣይተድሕኖ ኢደኻ ኣቦና ኣድሕነልና ኣባ ኢሎሞ እግዚኣብሔር ልቐዘፎስ ኣነ ከድሕኖ ይኽእል እዪ ኢሎሞም እሞ ዝኹሉ ትሩፋት ዝኹሉ ምሳና ጸይሙ ዝኹሉ ምሳና ሰጊዱ ኣሽሓት ሰጊዱ ዝኹሉ ረሃ ጸንጢዩ ዝኹሉ ተጋዲሉ ሞይቱ ቀሪ ኢሎሞ ምንም ክገብር ይኽእል ክዕረቕ ነጊረዮ ነይረ እየ ይቕረ ክብሎ ንዝበደሎ ነጊረዮ ነይረ እየ ቂም ክሓድግ ነጊረዮ ነይረ ግን ይሰምዐኒ ልቦ ደንዲኑ እዩ እና እግዚኣብሔር ልቐዘፎ ኣነ ምንም ክገብር ይኽእል እግዚኣብሔር ለጥለቆ ኣነ ከውፅኦ ስለለይኽእል ምንም ክንገብር ኣይንኽእል እዩ ቐፂሎም ሲሎም ምንም ከየውፅኡ የውፅወይ ቐፂሎም ኸይዶም ማለት እዩ እና ኣብዚ ናይ ቂም ሓይሊ ክንሪኦ ተለና ቂም ማለት ብዙሕ ተጋድሎኻ ትሩፋትኻ ሓምለይ ነበረ ደምሲሱ ናብ መቕዘፍትም ለብቂ ሓጢኣት ምዃኑ ኢና ንሪኦ ኣለና ካብዚ ታሪክ ማለት እዩ ካብዚ ታሪክ ንመሃሮ እዚ እዩ ያው ቀፂልና እዚ ታሪክ እዚ መወዳእትኡ ክንሪኦ ተለና ኣቦና ኣብነ ዘብረኣውሮ ገድሊ ክነግንዮ ተለና ኣብ ሲኦል ኣትዩ እዚ ደቀ መዛሙርት ንኣብነ ይስጣጥዮስ ነበረ ኣብ ሲኦል ሓሙሽተ ሚእቲ ሓምሳ ዓመት ኣብ ሲኦል ኣትዩ ተሳቅዩ ይብሎ ብኣብነ ዘብረኣውሩኽ ኣብነ ዘብረኣውሩኽ ለለ እዚ ታሪክ እዚ ምስ ኣንበቡ እዚ ታሪክ እዚ ምስ ፈለጥዎ እዚ ምስጢር ምስ ተገለጸሎም ብጣዕሚ ሓዚኖም ብጣዕሚ ተሰሚዕዎም ኣብ ባሕሪ ኣትዮም ጸልየምሉ ምስ ጸለዩሉ ኣቡነ ዘብረኣብሩኽ ድሕሪ ሓሙሽተ ሚእቲ ሓምሳ ዓመት ካብ ሲኦል ብኣቡነ ዘብረኣብሩኽ ጸሎት ወጺኡ ድሒኑ ማለት እዩ እና ብጣዕሚ ከቢድ ሓጢኣት ምዃኑ ናይ ቂም ሓይሊ ብጣዕሚ ከቢድ ሓይሊ ምዃኑ ኣብዚ ታሪክ እዚ ካብዚ ታሪክ እዚ ክንግንዘብ ክንመሃር ንኽእል ኢና ማለት እዩ ሳልሳይ ታሪኽ ንሪኦ ንሓንቲ ሰበይቲ ታሪኽ እዩ ልንገረላ እኒኦ እና ውላድ ስኢና ይበሃል መኻን ነይራ ሓንቲ ሰበይቲ ናብ ቅዱስ ሚካኤል ቤተ ክርስቲያን ከይዳ ሚካኤል ሆይ ውላድ ክበኒ እግዚኣብሔር ለምነለ ኢላ ለሚናቶ ግን ትዕግስቲ ነበራ ይዛ ሰበይቲ ይብላ ትዕግስት ስለለይ ነበራ ሸኩ ኢላ ለለ ናብ መድሃኒ ዓለም ከይዳ መድሃኒ ዓለም ሆይ ውላድ ዳሃበኒ ማህፀነይ ፍትሓዮ ኢላ ፀልያ ክትዕገስ የኸኣለት እዩ ሰሚዕዋ እዩ ግን መድሃኒኣለም ሰሚዕዋ ቅዱስ ሚካኤል ሰሚዕዋ ግን ኣይስ በቃ የሰምዐኒ ኢላ ኣይሰምዒ ማለት እዩ ኣይሰምዐኒ ኢላ ንለለ ናብ ከይዳ ናብ ካሊእ ናብ ገብርኤል ከይዳ ከምኡ እናበለት ናብ ኩሉ ታቦታት በፂሓቶ ናብ ማርያም እናለመነት ማለት እዩ ትዕግስቲ የብላይ ችኩልቲ ሰበይቲ ነይራ ምዃና እዩ እዚ ታሪክ ዝነግረና ኣብኡ መጠረሻ ናብ ባሕሪ ከይዳ ሰይጣን ሆይ ሰይጣን ኒኢኻ ዶ ውላድ ሃበኒ ውላድ ዮሃንስ መጽባዕ ይማጸባዕ ኣለኹ ሓደ ኹታ ኣምጽኤ ክሽልመካ እየ ሓደ ኹታ ክበካ እየ ስእለተይ እዚ እዩ መጸባዕይ እዚ እዩ ኢላ ሃምልተ መጸብዐት እዩ ልንገረላ እና ኣጋጣሚ እግዚኣብሔር እዩ ሰምዕዋ ግን እግዚኣብሔር ውላድ ይዋ እና ወሊዳ ጸኒሳ ማለት እያ መጋጣሚ ጸኒሳ ምስ ወለደት ተሓጒሳ ድሕሪ መፅያ ሰይጣን ሆይ ሰይጣን ሆይ ኢላ ኣብዚ ባሕሪ ከይዳ ሰይጣን ሆይ ኹታ ክሽልመካ ንዓባ ውላድ ሂብካኒ ብጣዕሚ እየ ለመስግን ብጣዕሚ እየ ለመስግን ግን መፅባዕይ ተቐበለኒ ስእለተይ ተቐበል ንዓ ዝኾታ ክሽልመካ ኢላቶ ማለት እዩ እና ሰይጣንም የመፀይ የሰምዓይ ማለት እዩ የመፀ ወረዲ በቃ ንምልሰላ ምሰኣነት ናብ ኣቦቐሽ ከይዳ ኢሉ ብላ ናብ ኣቦቐሺ ምስ ኸደት ኣቦቐሺ ውላድ ስኢነሲ ንእግዚኣብሔር ለሚነዮ ንማርያም ለሚነያ ንቅዱሳን ንኹሎም ለሚነዮም እየ ግን ውላድ ክውን ይኸኣሉ እዩ ሰይጣን ግን ውላድ ሃበኒ ምስ በልኹዎ ውላድ ይውኒ እና ኩታ ክሽልመካ እየ ኢለ ስእለ ተሳኢለ ነይረ መፅባዕቲ መፃዊዒ ነይረ እና ኩታ ክሽልሞስ ኣብ ምንታይ እየ ልግንዮ ሸይጣን ኢላቶም ማለት እዩ ዋ ዘመ በቐሽለ ገሬምዎም ዋ ሰይጣንስ ከኣ ካብ መኣዝ ውላድ ይህብሎ ኢሎም ውላድ የስእን እምበይ ውላድ ይህብ ኢሎም ገሬሞም ብውሽጦም ግን እስቲ ችግር የብሉ ኢሎም ዝኾነ ከምህርዋ ስለ ዝደለዩ ክልተ ነይሮም ኣብ ርሑቕ ኮይኖም ይርእዎም ነይሮምና እዚ ሓደ ይቕረ በለለይ ይብሎ እዚ ሓደ ግን ይቕረ ይብለካ እዩ እዎ በዲለካ እየ እዚ ሓደ በዲለካ እየ ይቕረ በለኒ እቲ ኣይሰምዐካ ይቕረ ይብለካ ብስሩ ይቕረ ብስሩ ኣይብለካ እዩ ኣይምሕረካ እዩ ንስኻ ዝገበርኻኒ ጓሕ ጉድኮ እዩ እስኻ ልገበርኻኒ ገለ ናበለ ክከራኸሩ ይርእዎም ነይሮም ዘሞ ብቐሽና ትርእዮም ለኽ ደዞም ክልተ ሰባት ኢላ ኢሎማ እወ ይርእዮም ኣለኹ ብቐሺ እሞ ኸድ እሞ ዝሓደ ይቐረበለለ ይብሎ ኣሎ ዝሓደ ግን ይቐረ ይብለካ ልብልሎ እዚ ይቅርታ ይገብር ልብሎ ሰብ ንሱ እዩ ሰይጣን ኢሎማ ማለት እሺ ኢላ ተሓጒሳ ከይዳ ዝኾታ ሽልም ኣቢላቶ ሰይጣን ሆይ ኢላ ሽልም ኣቢላቶ እንታይ እዩ ዝትገብርለለኺ እንታይ እዩ እዚ ገለ ኢሉ ገሪሞ ደንጊጹ እንታይ እዩ እዚ ገለ ኢልዋ

ካብዚ ታሪኽ እዚ ንመሃሮ ትምህርቲ ኢና ንወስድ ዝግበአና ካብዚ ታሪኽ እዚ ናይ ቂም ሓይሊ ሰብ ናሃለኻ ሰይጣን ይገብረካ ማለት እዩ ሓይሉ ካብ ሰብኣውነት ባህረ ውፅኡ ናብ ሰይጣናዊ ባህረ የእቴካ ማለት እዩ ባህመይ ሰይጣን ኮይነ ኢልዎም ሰብማ ይቅር ይብል እዩ ኢሎሞ ኣረዲኦሞ ንኣብነት ብዙሕ ታሪክ ኣምፂኦምሉ እና ናብ ክርስቶስ ሳምራ ታሪክ ኣምፂኦምሉ ሰይጣን እዩ ይቅርታ ለይፈቲ ዝወደይ ክርስቶስ ሳምራ ምስ እግዚኣብሔር ከተዓርቀካ ምስ ወለቶ እዕርቂ እምቢ ልበለ ሰይጣን እዩ እዕርቂ እምቢ ልብል ይቅርታ ለይፈቱ ሰብ ደማ ሰይጣን እዩ ኢሎሞ ማለት ናይ ናይ ይቅርታ ባህሪ ናይ መን ባህሪ እዩ ናይ ቅዱሳን ባህሪ ናይ ሰብ ባህሪ እዩ ናይ እግዚኣብሔር ባህሪ እዩ ይቅረ ክብሎ እየ ኢሉ እኮ ቃል ኪዳን ኣትዩላ ነይሩ ንክርስቶስ ሳምራወት እና ይቅረ ክብሎ እየን ሰይጣን እሽተ ኢሉ ግን እሸ ይብል እዩ ናይ ይቅርታ መንፈስ የብሉ ሸይጣን ናይ ይቅርታ ባህር የውሊ እና ይቅር ለይብል ሰብ ናይ ሰይጣን ባህር ተላዊሱኒዮ ማለት ናይ ቂም ሓይሊ ክንድዚ እዩ ኣሕዋት ብካሊእ ክንሪኦ ተለና ሓደ ታሪክ እኒኦ ኣብ መፅሓፍ ኣበው ነግኒ ታሪክም ሓደ እኒኦ ቅዱስ ጳውሎስ ሃም ዝልበሎ ፍቅሪ ተለሃሊኑሲ ኩሉ ኮንቱ እዩ ልሳን ተተናገርኩ ጎቦታት ለፍልስ እምነት እንኳን እንተሃለየኒ ግን ናይ ቅርታ መንፈስ ተለሃሊኒ ፍቅሪ እንተለሃሊኒ እዚ ኩሉ እዚ ስራሕ እዚ ምስ ቂም ተኾይኑ ግን ኩሉ እንታይ እዩ ኮንቱ እዩ ኢልዎ ብለይ ፍቐረ ኩሉ ኮንቱ እዩ ሃምጨና ጥል እየ ማለት እዩ ድምፂ ብቻ እየ ተሰበኩ ተዘመርኹ ብዙሓት ተእመንኹ ንብዙሓት ተመለስኹ ግን ኣነ ፍቕሪ እንተልሃሊኒ ናይ ቂም መንፈስ ካባይ እንተለይ ርሒቑ ኣነ እንታይ እየ ኮንቱ እየ ኢሉ ከንቱ እየ እብዚ ዝረኤና ሓደ ኣቦ ነይሮም ይብሎም ኣብ መፅሓፍ ኣበው ልግነ ታሪክ እዩ ታሪክ ዝና እዞም ኣቦ ሶም ናብ ናይ ብቕዓት ደረጃ ዝወፁ ሓቦ እዮም ናብ ናይ ቅድስና ደረጃ ንብሎ እዘን ዓሰርተ ደረጃታት ንብለን ማለት እዩ ካብዚ ዓሰርተ ደረጃ ናብዚ ደረጃ ና ቅድስና ደረጃ ዝበሃል ዝበፅሑ ኣቦ እዮም ሃም ነበረ ይንገረሎም ናይ ተፈጥሮ ልእዘዘሎም ኣብ ፈጥሮ ኣብ ናይ ተፈጥሮ ምእዛዝ ደረጃ ልወጽዑ ኣቦ ነይሮም ምዃኖም እዩ ንገርና ናይ ተፈጥሮ ምእዛዝ ጸጋ ነይሮም ናይ ቅድስና ደረጃ ስለ ልወጽዑ ማለት እዩ እና ሓደ ቀደም ልፈልጦም ኣብ ዓዶም ወፂኡ ክባረኽ ኢሉ ዝንኦም ምስ ሰምዐ ምናምን ክባረኽ ኢሉ ምስ ኸደ ኣባ ባርኹኒ ገለ ይብሎም ሃው ይባርኽዎ ምናምን ኣባ ተስታውስኒ ዶ ኣነ እኮ ሃምዚ ሃምዚ ኢሉ ኩሉ ነገር ታሪክ ንዓዶም ነገር የዕልሎም ነይሩ ማለት እዩ እናነገሮም ናሃለየ

ምምሓርኩሞ ሃመይ ደስ ይብል ነይሩ ኢልዎም ይቕርታ ምገበርኩምሉ ሃመይ ደስ ይብል ነይሩ ኣባ ኢልዎም ዋይ እንታይ ኢኻ ትብለኻ ኣነ ንዚ ወዲ እሱ ኣነ ይቕረ ክብለሉ ኢሎሞ እሱ እኮ ሓፍተይ ዝደፈረ ሰብ እኮ እዩ ሓፍተይ ደፊሩ እኮ ሓፍተይ እኮ ባዕላ እኮ እያ ተሓኒቓ ሞይታ ባዕላ እኮ እያ ነብሳ ኣጥፊኣ ኣነ ሃሚ ገይሮ ንኡ ይቕረ ክብሎ ይኽእል መሬት ተኸፊታ ትሑጠ እንተኾይና እምበይ ኣነ ንኡ ይቕረ ይብለይ ምስ በሉ ተፈጥሮ ልእዘዘሎም ኣቦ ስለዝነበሩ መሬት ተኸፊታ ውሒጣቶም ማለት እዩ ሓቀኛ ታሪክ እዩ እና ስለምንታይ እዩ ቅዱስ ጳውሎስ ወዲዎ እዩ እኮ ወንጌል እኮ ኣይሕሺ በቃ ሃመይ ገይሮም ኣይሕሺ ቃለይ ካብ ልሓልፍ ሰማይና መሬት ክሓልፍ ይቀልል ካብ ሓንቲ ቃል ትሓልፍሲ ሰማይና መሬት ክቀልል ልሓልፍ ኢልዎ ፍቅሪ እንተለይሃሊኒ እኮ ኢሉ ናይ ይቅርታ መንፈስ እንተለይሃሊኒ ናይ ቂም መንፈስ ሃባይ ተለይ ርሒቁ ምስ ቂመይ ተኮይኑ ብዙሕ ተኣምር እንኳ ተሰራሕኩ ብዙሕ ተጋድሎ እኳ እንተ ተጋደልኩ ኹሉ ግን ከንቱ እዩ ብለይ ፍቕሪ ኹሉ ከንቱ እዩ ኢሉ ኣርባዕተ ነጥቢ ገይርዎ ኣሎ ወንጌል ማለት እዩ እና ናይ ቂም ሓይሊ ኸንድዚ እዩ ማለት ሓያል እዩ በቃ ቂም ቂም እዩ እኮ ለታላልቐና ኣሎ ንምብቃል እናተብሃለ በቐል እናተብሃለ ናብ በቐል ለእቲ ቂም እዩ ካብ ቂም ልዓቢ ሓጢኣት ድማ የለይ ካብ ቂም ልዓቢ እግዚኣብሔር ልጽዮፍ ሓጢኣት ድማ የለይ ኹሉ ሻዕ ኣቦና መምህርና ማለት እዩ ልነግሩና ሓንቲ እያ ስለ ናይ ቂም ነገር ክናገሩና ክምህሩና ተለው ማለት እዩ ደስ ትብል ቃል እያና እግዚኣብሄር ኢሎምና እግዚኣብሄር ካብ ልፎትዮ ካብ ምፅዋት ልፎትዮ ንላዕሊ የውሊ ካብ ምፅዋት ልፎትዮ ንላዕሊ እግዚኣብሄር የውሊ ግን ምስ ቂምካ ተኾይኑ ወላ ኢድኻ ቆሪፅካ እንተመፅወትካ እግዚኣብሄር ኣይቕበለልካ እዩ እግዚኣብሄር ኣይቕበለልካ እዩ ይብሉና ማለት እዩ እና ናይ ቂም ሓይሊ ክንድዚ እዩ ኣሕዋት ካብ ቂም ክንወፅእ ኣለና ማለት እዩ እና ወንጌል እንታይ ይብለና መፅሓፍ ቅዱስ ልብል ሓደ ክልተ ጥቕስታት ኣብዚ ርእየ ቢልናዮም ክንሓልፍ ማለት እዩ ወንጌለ ማቴዎስ ምዕራፍ 18 ዕስራይ ሓደይ ሃምዚ ይብል እሽዑ ጴጥሮስ ቅርብ ኢሉ ጎይታይ ሓወይ እንተበደለንስ ክንደይ ሻዕየ ክሓድገሉ በሎ እስካብ ሸውዓተ ዶ በሎ እስካብ ሸውዓተ ዶ ክሓድገሉ ሸውዓተ ሻዕ ሓወይ ተበዲሉንስ ይቀረደ ክብሎ ኢሉ ቅዱስ ጴጥሮስ ንክርስቶስ ይነግሮ ኣሎ ማለት እዩ ናይ ቂም ሓይሊ ምስ ነገሮም ናይ ቂም ሓይሊ ምስ ረድኦም ቂም ክፉእ ምዃኑ ቂም ሓያል ምዃኑ ተጋድሎኻ ትሩፋትኻ ትርምትኻ ፅድቅኻ ሃም ጨርቂ ልገብር ፅድቅኻ ምዃኑ ምስ ነገሮም ጴጥሮስ ሸውዓተ ሻዕ ተበዲሉኒ ድዩ ክሓድገሉ ሸውዓተ ሻዕ ድዩ ይቅረ ክብሎ ኢልዎ ኢየሱስ ድማ በሎ ይብሎ እስካብ ሰብዓ ሻዕ ሸውዓተ እምበር እስካብ ሸውዓተ ሳዕ ኣይበልኩኻን ኢየሱስ በሎ እስካብ ሰብዓ ሻዕ ሸውዓተ እምበር እስካብ ሸብዓ ሻዕ ሸውዓተ እምበር ደሚርና ይኾን ናይ ማለት ሸውዓተ ሸብዓ ሻዕ ሸውዓተ ክራባሕ ኢልና ክንድምሮ ማለት ይኾን በቃ እስካብ መወዳእታ እስካ ክንድዝዩ ክብድለካ ተሎ በቃ ኣስቢልካ ይቀረበሎ ይቕረ በሎ ይቕረ በሎ ሰብ ዓሻዕ ሸውዓተ ብቻ ይኾነ በቃ ይቕረ በሎ በቃ ወላ እልፍ ይኹን ብዙሕ ሻዕ ማለት እዩ ብዙሕ ሻዕ ክብል ተሎ ኢና ተበዲሉና እንታይ ንግበሪ እሞ ሲ ልበደለ ብቻ ድዩ ይቅር ክብል ልግብኦ እዩ ብዙሓት ኣሕዋት ሃምዚ ክብሉ ይስምዑ እዮም ማለት ሃምዚ ይብሉና እዮም ሃምዚ ይብሉ እዮም እና ንሳ ኮይ ኣሞ በዲላትኒ ልግበር ኮይ ኣገይራትኒ ንሳ ልገበረትኒ ንሳ ኮይ ነገር ነገር ሓጢራትለይ ሳኮ እያ ነገር ጀሚራትለይ ሳኮ ብዙሕ ብዙሕ እኮ እያ ገይራት ብዙሕ እኮ እያ ጎዲኣትኒ ኢላን ኢሎም ይስምዑታ እዮም ብዙሕ እያ በዲላትኒ ኣነ ሃመይ ገይረ ይቅረ ክብላ ክብሉ ይስምዑ እዮም ማለት እዩ እና ግን ኣብዚ ኣቡነ ሰማያት ክንብል ተለና ግን ሃምኡ ኣይኮነይ እኮ እንታይ እዩ ዝብል ኣቡነ ዘበሰማያት ክንብል ተለና በደሎም ሃምዝል ሓደግናሎም ሲ ሀ በደልና ሕደገልና በደሎም ሃምዝል ሓደግናሎ በደልና ሕደገልና ልበዶልና ሰባት ይቕረ ሃምዝልበልናዮም ሲ ነይና ኣንሕና ልበደልናካ በደል እውን ይቐረ በለና ኢና ንብለና ይመስለኒ ወዶ እዛ ትግርኛ እዚኣ እያ ትብላ እንታይ ማለትና እዩ እዚ ኣንሕና ንሳ እያ ሃምዚ ጀሚራትኒ ገለ ንሳ እያ ነገር ደርያት ንሳ እያ በዲላትኒ ብዙሕ ግፍዒ ኣውፅሕለይ ብዙሕ በዲሉኒ እሱ ዝገበረኒ እኮ ገለ ንብሎ ነገራት ኣብዚ ኣውነ ሰማያት ክንብል ተለና ከምዚ ኢልና ክንፅሊ እኒኤና ማለት እዩ እዞም ልበዶልና ይቕረ ከምዚ ለይበልናዮም ንኣና እውን ይቕረ ኣይትበለና ኢልና ክንፅሊ እኒኤና ማለት እዩ ይቕረ ተለይሃይል ንምንታይ እማ ንሕሽ ኣለና ሓሺና ማለት እኮ እዩ ካልኣይ ሓጢኣት ይልኮ ኣሎ ማለት እዩ ንምንታይ ሓሺና ይቕረ ይቕረ ኢለዮ እሞ ይቕረ በለኒ ኢልካ እኮ ኢኻ ትልምን ዘለኻ ንምንታይ ይቕረ ለይበልካ ይቕረ በለኒ ትብል ዘለኻ ይቕርታ ተለይ ጌርካ እኮ ይቅርታ ልገብረልካ የለይ ምሕረት ተለይ ጌርካ ምሕረት የተግኒ እዩ እና ኣብዛ እውን ሰማያት ክንብል ተለና ንሶም ልበደሉኒ ኣነ ልበደልኽዎም ይኾነ በቃ ክርስቶስ ልደልዩ ኣሎ ወላ በደልቲ ንኹን ወላ ተበደልቲ ንኹን ወላ በደልቲ ንኹን ወላ ተበደልቲ ንኹን ወላ ተበደልቲ ተኾይና ይቅርታ ክንብል ግዴታ እኒኤና ኣብዚ ኣውነ ሰማያት ልምህረና ተሎ ኣብ ሰማይ ትነብር ኣቦና ክብል ተሎ ሃም ኢሉ ብሎ ልበደሉና ሃም ዝበደሎም ንሓደግና ኣሎም ሲ በደልና ሓደገልና እዩ ክስተኻኸል ነዎ ማለት እዩ ልበደልኽዎም በደሎም ሃምዚ ልሓደ ኩሎም ሲ ሃምዚ ኢልና ንፅልን ኢና ማለት እዩ እኮ ልበደልኽዎም በደሎም ሃምዚ ልሓደ ኩሎም ልሓደ ኩሎም ሲ

ካብዚ ጸሎት እዚ ንመሃር ማለት እዩ። ኣብዚ ቀጺልና ክንሪኦ ተለና ንሶም ተበዲሎምኒ ተኣውዮምኒኸ ሃምዝም ከጋጥም ስለ ዝኽእል ማለት እዩ ይቅርታ ንብሎ እሞ ይቅርታ ግበረለይ ብጣዕሚ በዲለካ እየ በቃ ተጋጊ እየ ተሰሓይተ እየ እና ሓወይ ቤዛኻ ይቅርታ ግበረለይ ይቅረ በለኒ ገለ ክንብል ተለና ቸድኸት ይቅረ ይብለካ ኢሎም በቃ ሙድ ልሕዙ ግግም ልብሉ ሰባት ስለ ለይሰኣኑ መጽሓፍ ቅዱስ እንታይ እዩ ይብለና ንዞም ሰባት እዚኦም እንታይ ይብሎም ንኣናኸ እንታይ ክንገብር እዩ ዝዘና ታይ እዩ ልብለና ልብል ካብ ባዕሉ ካብ ቅዱስ መጽሓፍ ካብዚ ንምረሐሉ መጽሓፍ ክንሪኦ ክንምክር ኢና ማለት እዩ ወንጌለ ማቴዎስ ምዕራፍ 18 ቁፅሪ 15 ሓውኻ እንተበደለካ ኸድ እሞ ንስኻ ንሱን ኣብ በይንኹም ተዛራቡ ይቅርታ ግበረለይ በሎ ግን ሓዮ እንተሰምዐካ ንሓውኻ ረብሕኻዮ ጠቐምኻዮ ይብሎ ይቅርታ ግበረለይ ኢልካ ለምኖ ንገሮ ተሰሚዑካ ጽቡቅ ሰናይ ረቢሕኻዮ ጠቂምካዮ ኣለኻ ዓሰርተ ሽዱሽተ እንተዘይሰምዐካ ግና ብኣፍኣፍ ክልተ ወይ ሰለስተ ምስክር ሒዝካ ኩሉ ነገር ክጸንዕ ምእንቲ ሓደ ወይ ክልተ ምሳኻ ውሰድ ተኣዊካ ኣይ ኣይዕረቂ ኣነ ኣይሰምዐካይ ንስኻ ዝገበርካኒ በደል ብስሩ ኣይርስዖይ ብስሩ ኣይሓድገካይ ኢሉ ቂሙ ሕርኽራኹ ካብ ልቡ ክወፅእ ተለይኽኢሉ ሰለስተ ኽልተ መተዓረቕቲ ሒዝኻ ኽዶ ይብሎ ማለት እዩ። ሽማግለታት ንብሎም ሽማግለ ሒዝኻ ኽድ ለተዓረቑኻ ይብለና ኣሎ ማለት እዩ። ቁፅሪ ዓሰርተ ሸውዓተ ንኣቶም እንተ ዘይሰሚዕዎም ኸኣ ንቤተ ክርስቲያን ንገራ፣ እታ ቤተ ክርስቲያን እንተ ዘይሰምዓ ግና ከም ኣርመን ከም ታግውን ረኣዮ። መጠረሻ ንኦም ተኣዊዎም ኽድ ንመን ንገሮ ማለት እዩ ቤተ ክርስቲያን ይብሎ ኣሎ ኣብ ቤተ ክርስቲያን ዘሎ ኣካል ክኾን ይኽእል እዩ ነብቐሺ በብቐሺ ትኸዶም በብቐሺ ኣብ በቐሺ ኣተዓርቑና ኢልካ በቐሺ ሒዝካ ክትኸዶ ኒኤካ ኣዕርኽትኻ ትፈልጦም ሰባት ሽማግለ ትብሎም ሰባት ምስኦም ሒዝካ ንኦም ሒዝካ ንተዓረቕ ተይልካ እዮ ተኣውዩካ ግን ቤተ ክርስቲያን ኣብ በቐሺ ሒዝካ ከይድካ ምስ ኣብ በቐሺ ከተዓርቑኻ ክትገብር ኒኤካ ይብሎ ማለት እዩ ንበቐሺ እንተለይ ሰሚዕዎም ከይድካ ንቤተ ክርስቲያን ገራ ንቤተክርስትያን ካብ ርእስኻ ተውርድ ማለት እዩ ኣነ እዚ ሰብ እዚ ይቅርታ ገይረሉ እየ ምሕረት ገይረሉ እየ ይቐረ ክብለኒ ግን የኸኣለይ የሰምዐኒ ባዕሊ ይቅርታ ኢለ ኣውዩኒ ምስ ኣበየኒ ሰለስተ ሽማግለ ሒዘ ከይደ እዞም ሽማግለም ክሰምዖም ይኸኣለ ኣውዩ ልቦ ደንዲኑ ነበቐሽም ሒዘሉ ከይደ ነበቐሽም ክሰምዖም ይኸኣለ መጠረሻ ግን ቅድስት ቤተ ክርስቲያን ንኣኸ ይነግረክ ኣለኹ ኢልካ ኣሕሊፍኻ ምሃብ ማለት እዩ ኣሕሊፍካ ትዎ ቀሊል ነገር ኢና ንበኣስ ብዙሕ ለፋቕር ናሃለየና ማለት እዩ

እና ነቂም ሐይሊ ኽንድዚ እዩ ማለት እዩ ቂም ክንሕዝ የብልናይ ነቂም መንፈስ ኣምላኽና እግዚኣብሔር ይገስጸልና ኣብዚ ይጽንሐልና ሰብስክራይብ ለይገበርኩም ኣሕዋት ሰብስክራይብ ግበሩታ እዚ ብዙሕ ሚስጥር ሒዝናልኩም ናመጻና እዚ ናካፈልናኩም ንስኹምም ኣይትጨክኑልና ኣይተደርዑና ማለት እዩ ኣይተደርዑና ሰብስክራይብ ለይገበርኩም ኣሕዋት ሰብስክራይብ ምግባር ቀላል እያ ኣይተደርዑና ላይክ ወልዎ ኮሜንት ኣስተያየትኩም ግለጹ ሼር በሉልና ዳሕና ፅንሑታ ሰላመ ፈጣሪ ምስ ኹላትና ይኹን ኣሜን።